ብጣዕሚ ማለት ክትገልፆስ ዝኸብድ እዩ ኣብ ሂወትካ ኣነ ክሳብ እዚ ሕዚ ሰዓት እየ ዝብል ክሳብ እዚ ሕዚ ሰዓት ምናልባት ናይ ድምፂ ጥይት እዩ ዘየለ እምበር ተመሳሳሊ እዩ እኒኦ ስቲል እሴተ ለይገበርናን ርእስና ኩሉ ህዝቢ ትግራይ ይኹን በረኻ ዝነበረ ድማ ብፍሉይ ትራውማታይዝ ኢና ብጣዕሚ ብዙሕ ነገር ኢና ስኢንና ሳይኮሎጂካሊ ፊዚካሊ ደቂቕና ኢና በቃ እና ብዙሓት ኣነ ዝተወሰነ ትምህርቲ ወዲኤስ ስራሕ ጀሚረ ያው ሓዳር ሒዘ ቆልዓ ወሊደ እየ ኣትሊስት ቅድሚ ኩነታት ማለት እዩ ካልኦት ግን ትምህርተን ኣቋሪፀን ህፃውንቲ ቆልዑ እየን ምሳይ ነይረን ኣጋጣሚ ኮይኑ ትምህርቲ ኣቋሪፀን ብዙሕ ሕልሚ ዝነበረን ምንም ነገር በቃ ምንም ዘይፈልጣ ህፃውንቲ ቆልዑ እየን መስዋእቲ ከፊለን ኣብ ዘብፅሐናና ንዓና ከምቲ ዓንተ ወይ ዝበልካዮ ብምርጫና ዘይኮነስ ብዕጫ ኢና ተሪፍና ስለዚ ተንኪዩ ፅቡቅ ኣገላልፃ ይብክን ና
በቃ ብዙሕ ነገር እዩ ተወሲዱ ኢለ እየ ዝሓስብ ግን ስቲል ክነብር ስለ ዘለኒ ንደቀይ እውን ክድሕና ዝሕሸተ ኣዶ ክኸውን ስለ ዘለኒ ኣም ትራይንግ ሃርድ ግን ከቢድ እዩ ብጣዕሚ ብዙሕ ነገር ተወሲዱ እዩ ኣብኡ ርኢኻዮ ዝመፀኻ ነገር ክትርሰዖ ኣይትኽእልን ኢኻ ኦልሬዲ ትራውማታይዝ ኢለካ እዩ ሳይኮሶሻል ሰፖርት ከይረኸብና ኢና ናብ ህዝቢ ተሓዊስና ናብ ደቅና ተሓዊስና ስለዚ ከምቲ ዝነበርክዎ ክኸውን ኣይክእልን ግን ከምኡ ንክኸውን ይፅዕር ኣለኹ ክሰርሕ ሰሪሐ ክልወጥ ዋላ እቲ ኩነታት ምቹው ተዘይኮነ ተናእሰ ግን ክነብር ስለ ዘለኒ ሂወት ከዓ ምቅላስ ስለ ዘድሊ ይቃለስ ኣለኹ ያው ምስ ተመለስኩ ካብ በረኻ ዝተወሰነ ንባዕለይ ሂል ክገብር መጽሓፍቲ ምንባብ ሙቪ ምርኣይ ምናምን ምናምን ጀሚረ ድሕሪኡ ካሊእ ስራሕ እስኪ ካብ ሕጊ ወፃእ ካሊእ ስራሕ ኢለ ኦንላይን ሾፒንግ ጀሚረ ሶ ኣቑሑት የምፅእ ይሸይጥ ከምኡታት ጀሚረ ፅቡቕ ንዓይ ክስታይ ከረሳስኣኒ ጀሚሩ ብዙሕ ነገርስ በቃ ከምዚ ገይረ ክቕይር ይኽእል እየ ኣብኡ ጥራሕ ምናልባት ቅድሚ ሕጂ ዝሰርሖ ዝነበርኩ ተኾይኑ ውን ናብ ድብርቲ ከይእትወኒ ክቕይር ውን ስለ ዘለኒ ብምባል ማለት እዩ ስለዚ እንታይ ክዩ ወሲድዎ እንድሕር ኢልካኒ ኩሉ ነገረይ ዘይወሰዶ ነገር የለን እዚ ጦርነት እዚ ዝውግእ እዚ ካብ ሰላም ዘይወሰዶ ነገር የለን ብሂወት ምትራፈይ ጥራሕ እዩ ሰብ ጠጠው ኢሉ ስለ ዝኸደ፣ ስለ ዝተኸደነ፣ ስለ ዝበልዐ፣ ስለ ዝረገፀ ፅቡቕ ኣሎ ማለት ኣይኮነን። ብፍላይ እቲ ተጋዳላይ ኣብ ውሽጡ ዘይሓዊ ቁስሊ ብጣዕሚ ከቢድ ክትገልፆ ብጣዕሚ ከቢድ ቁስሊ ሒዙ እዩ ዝጓዓዝ ዘሎ። ኩሎም ዝሪኦም ነገራት ምሳኻ ዝነበረ ዘይተሓከመ ክትርኢ ተለኻ ብጣዕሚ እዩ ዝጎድኣካ። ምሳኻ ዝነበሩ ወለዶም ትረኽቦም ተለኻ እቶም ዝተሰውኡ ከዓ ወለዶም ክትረኽቦም ተለኻ ድማ በቃ ናብ ትኣትዎ እዩ ዝጨንቀካ ንባዕልካ ብሌም ትገብር ኣነ ዓርሰይ ይወቅስ ሓደ ሓደ ግዜ እና ኩሉ ነገር እዩ ወሲድዎ በቃ ተስፋይ ሕልመይ ኣይዶ ነው ማለት ኣይዶ ነው ሀውቶ ኤክስፕሌን ግን በቃ ኩሉ ነገረይስ ወሲድዎ እዩ ስለዚ ሕዚ ከምዚ ኢለ ምውፃኤይ ወይ ከምዚ ኢለ ምዝራበይ ወይ ድማ ምንባረይ ክነብር ስለ ዘለኒ እዩ እምበር ስለ ዝጠዓኹ ኣይኮነን። ርእሲ ተሓሚሙ ከኣ ልዕሊ ኩሉ ርእሲ ተሓሚሙ ከኣ እቲ ዝኸበደ ነገር ርእሲ ምሕማም እዩ። ስለዚ ሂል ንምግባር ንሙክር ኣለና ንፍትን ኣለና ምስ እግዚኣብሔር ክንጥንክር ስለ ዘለና ማለት እዩ።